ሰላም ጥዕና ሃበለይ ዝኸበርኩም ተኸታተልቲ ቴሌቪዥን ድምፂ ወያነ ትግራይ ዕለታዊ ዜና እንሆ። ፋሽስቲ ኣብዪ ኣሕመድ ብነፋሪቱ ኩናት ብዝገበሮ ደብዳብን ብወተሃደራቱ ድማ ሓዊ ብምቅፃልን ከተማ የጭላ ዳርጋ ሙሉእ ብሙሉእ ከም ዘዕነዋ ተገሊፁ ኣሎ። ድሕሪ ሒደት ሰዓታት ግና ሰራዊት ፋሽስቲ ኣብይ ኣሕመድ ኣብ ከተማ የጭላ ምስ ሽሾ ሰራዊቱ ከም ዝተደምሰሰ ዝፍለጥ እዩ። ኣብዚ ዙርያ ዝተዋደደ ጸብጻብ ወኪልና ኣንገሶም ኣብርሃ ካብ ሓራ መሬት ከም ዝስዕብ ከቕርበልና እዩ።
ብገንዘብን ብሓይልን ዘይምብርከኽ ህዝቢ የለን ብዝብል ዘይበሰለ ናይ ህጻን ኣተሓሳስባ ተታሊሉ ናብ ዘይውጾ ሽግር ዝጠሓለ ፋሽስት ኣብይ ኣሕመድ ባዕሉ ዝወለዖ ሓዊ ንባዕሉ ይልብልበሉ ሕዚ ውን ዝሕዞን ዝጭብጦን ጠፊኡዎ ዘሎ ኣብይ ኣሕመድ ኣብ መወዳእታ ኣፈመቱ በጺሑ ሰንድልድል ክብል ይረኣይ ኣሎ። ናይ ኣፍሪካ ዓንታር መከላኸሊ ሃገር ሃኒጻ ዝነበረት ሃገር እውን ኣብ ውሽጢ ሰለስተ ዓመት ሓመድ ደበ ኣትዩ ኣሎ። ሓይሊ ኣየራ ኣብ ናይ ትግራይ ኲናት ሃንኲታ ካብ ኤርትራ ብዋሕስ ተለቂሓ። ህዝባ ተደብድብ ሃገር ኮይና እውን ኣላ። ካብ ግዜ ናብ ግዜ ዓቕሙን ብቕዓቱን እናጎልበተን እናዓበየን ዝመፅእ ዘሎ ሰራዊት ትግራይ ብኣንፃሩ ካብ ሐዚ ንደሓር ማንም ሓይሊ ደው ከምዘየብሎ የመስክር ኣሎ። ናይዚ መርኣዪ ድማ ካብ ሰነ ዓሰርተ ሓደ ጀሚሩ ክሳብ ሰነ ዓሰርተ ትሽዓተ ኣብ ዝተገበረ ኹናት ጥራሕ ብርክት ዝበለ ሰራዊት ኣብይ ኣሕመድ ተደምሲሱ እዩ። ከባቢ ሸውዓተ ክፍለጦራት እውን ካብ ጥቕሚ ወፃኢ ኮይነን እየን። ብፍላይ ድማ ካብ ሸውዓተ ሕጉም ናብ የጭላ ኣብ ዝወስድ መንገዲ ካብ ሰነ ዓሰርተ ሽዱሽተ ጀሚሩ ኣብ ዝተገበረ ጥዕጡዕ ኲናት ሰራዊት ኣብይ ኣሕመድ ሒዝዎ ዝመፀ ቁፅሪ ሰራዊት ኣሽኳይዶ ቀቲልካሲ ቆፂርካ እውን ዝውዳእ ኣይነበረን ፋሽስት ኣብይ ኣሕመድ ካብ መላእ ትግራይ ዝዘረፎም ንብረታት ብኣንፈት የጭላ ናብ ክልል ኣምሓራ ፅዒኑ ንምሕላፍ ሽሾ ሰራዊት ተሰሊፉ ዝኣተወ እንትኾን ብነባር መሪሕነትን ብሓዱሽ መንእሰይን ውህድ ዓቕሚ ዝተዋቐረ ሰራዊት ትግራይ ግን ነቲ ሽሾ ሰራዊት በቲ ዝለመዶን ዝፍለጠሉን ናይ ቆረፃ ስልቲ ንፀላኢ በታቲኑ ከተማ የጨላን ከባቢኣን ብሬሳ ፀላኢ ኣዕለቕሊቕዋ ኣሎ። ብሓፈሻ ኢትዮጵያ ትበሃል ዓዲ መከላኸሊ ሃገር ዘይብላ ትተርፍ ዘላ ሰራዊት ኣብይ ኣሕመድ ሓመድ ትግራይ ይበልዖ ኣሎ። ንሰራዊት ትግራይ ፊት ንፊት ገጢሙ ንምስዓር ብርኩ ዝጠለሞ ሰራዊት ፋሽስት ኣብይ ኣሕመድ ብረት ንዘይዓጠቑ ንፁሃን ዜጋታት ረሺኑን ሓሪዱን እዩ። ኣብ ከተማ የጭላ ጓል ቴስዓ ዓመት ሽማግለ ዝርከብኦም ሽዱሽተ ነበርቲ እቲ ከተማ እውን ቀቲሉ እዩ። ንከተማ የጭላ እውን ሙሉእ ብሙሉእ ክበሃል ብዝኽእል መልክዑ ብሓዊ ኣንዲድዋ እዩ። ቅድሚ ገዛውቲ ምቅፃሉ እውን ኣብታ ከተማ ዝነበረ ንብረት ኩሉ ዘሪፉ ክወስዶሞ ኪኢሉ እዩ ከተማየይ ጽና ከም ዘይነበረት ዓንያ እያ እቲ ዝገርም ግን እዞም ደመኛታት ህዝቢ ትግራይ ትግራዋይ ምጥፋእ ጥራሕ ከይኮነስ ትግራዋይነት እውን ከጥፍኡ እዮም ፈቲኖም ምንም ዘይኣበሳ እንስሳት ናይ ተጋሩ ብምዃንን ጥራሕ ብናይ ኣብይ ኣሕመድ ወታደራት ጥይት ተቀቲለን እየን ጉድ ናይዚኦምስ ብዙሕ እዩ ንከተማ የጨና መዓርግ ክህቡ ተባሂሎም ዝተተኸሉ ናይ ጎደና ተኽልታት እውን ቆሪፆሞም እዮም ወታደራት ኣብይ ኣሕመድ ደጊመን ንዓድና ክንምለስ ኢና ብምባል ዝኸኣልዎ ኩሉ ግፍዒ ኣብ ልዕሊ ነበርቲ ከተማ የጨና ፈፂሞም እቶም ናብ ክልል ኣምሓራ ገይሮም ዝተዘረፈ ንብረት ዝፀዓና መኻይኖም ሒዞም ጉዕዞ እንትጅምሩ ግን ዝገጠሞም ነገር ካሊእ ኾይኑ ካብ ሰራዊት ትግራይ ዝተኸፈተሎም ዝተቀናጀወ መጥቃዕቲ በርጊጎም ፍቀዶ ጎበታት ምልጥጥ ሓዙ ጅግና ሰራዊት ትግራይ እውን እናሰዓበ ዝደቆሶም እንትኾን ኣይከኣልናን ኢሎም ኢዶም ከም ኣቦታቶም ባንዴራ ንዘምሰሉ ድማ ማሪኽዎም እዩ ኔጭራ ከተማ ዘቃፀሉ ወታደራት ኣብይ ድሕሪ ሒደት ሰዓታት ኣብ ከተማ የጭላ ተጎምቢዮም ተረኺቦም። በዚ ዝተቓጸለን ሕርር ኩምትር ዝበለን ኣብይ ኣሕመድ ድማ ናይ ዓወጽወጽ ተግባሩ ቀጺሉሉ በታ ካብ ኤርትራ ዝተለቀሓ ሚግ ዕስራን ትሽዓተን ዝዓይነታ ነፋሪት ኩናት ንከተማ የጭላ ብተደጋጋሚ ብምድብዳብ ናይ ንጹሃን ዜጋታት ገዛውቲ ሙሉእ ብሙሉእ ኣዕንዩዎ እዩ። ሰራዊት ትግራይ ኣብዚ ሕዚ እዋን በተን ካብ ጸላኢ ዝመንዘዐን መካይን ጌሩ ሸናዕ ይብል ኣሎ። ህዝቢ ኤትራ እውን ናብ ከተምኡ ምምላስ ጀሚሩ ኣሎ። ድሮኳ እንኳዕ ነዚ ጸላኢ ደምሰስኩምልና እምበር ንብረትስ ሰሪሕና ነጥርዮ ኢና ብምባል ንሰራዊት ትግራይ ምግቢ ኣዳልየን ምዕንጋል ዝጀመራ ዋዕሮ ሪእናስ ናይ ህዝቢ ትግራይ ናይ ሞራል ልዕልና ደሚሙና ድሕሪ እዚ ምቁር ዓወት ኩሉ ኣባል ሰራዊት ትግራይ ኮነ ህዝቢ ትግራይ ደጋጊሙ ሓንቲ ቃል የስምዕ ኣሎ ንሳ እውን ኣንታ ኣነስ እንኳዕ ትግራዋይ ኮንኩ ትብል እያ። እዚ ግን ባንዳታት ትርጉሙ ኣይፈልጥዎን። ሃለዋትናን ድሕንነትናን ዝቅልፅምና ትግራይ ትስዕር ወኪል ድምፂ ወያነ ትግራይ ኣንገሶም ኣብርሃ ካብ ሓራምረ እዩ ትግራይ። ወራሪ ፋሽስቲ ኣብይ ኣሕመድ ኣብ ዝበዝሐ ከባብታት ትግራይ መብራህቲ፣ ስልኪ፣ ትራንስፖርትን ካልኦት መሰረታዊ ግልጋሎትን ከም ዝዓፀወን መካይን ውልቀ ሰባት ድማ ግዳጅ ብዝብል ይምንጥል ከም ዘሎን ተሓቢሩ ኣሎ። ወኪልና ካብ ከተማ መቐለ ኣብ ዙርያ ዘዋደዶ ፀብፃብ ኣሎ ከም ዝስዕብ ድማ ከቕርቦ እዩ።
ወራር ፋሽስት ኣብይ ኣሕመድ፣ ባዕዳዊ ወራር ሰራዊት ኢሳያስን ተስፋፍሓቲ ሓይልታት ትምክሕቲ ኣምሓራን፣ ኣብዚ ዝሓለፈ ሸሞንተ ኣዋርሕ ኣብ ልዕሊ ህዝቢ ትግራይ ማእለያ ዘይብሎም ግፍዒ ኣውሪዶምን እናውረዱን ይርከቡ። እዞም ውሽጣውን ግዳማውን ባዕዳዊ ወራርቲ ሓይልታት፣ ሰዕራብ ተላፊኖም ዘርኢ ህዝቢ ትግራይ ብምጽኣት፣ ምድፋር ክብርኖታት፣ መርሸንቲ ንጹሃት ሰባት፣ ወራርን ጉሕለትን ንብረት፣ ምዕናው መሰረተ ልምዓትን ህዝባዊ ግልጋሎታትን ካብ መረበትካ ምፍንቓልን ፈጺሞም እዮም። ብተወሳኺ ድማ ንህዝቢ ትግራይ ብጥይትን ብጥሜትን ዘርኡ ንምፅናት ካብ ዘለዎም ድሌት ካብቶም ኣብ ላዕሊ ዝተጠቐሱ ግብዕታት ብተወሳኺ ሓረስታይ ትግራይ ዘርኡ ከይዓፅድ ኣብ ግራቱ እኽሊ ቀፂሮምሉ ኣብ ገዛ ዝነበረ እኽሊ ድማ ንዘርኢ እኳ ከይሓደጉ ዘሪፎም ዝወሰዱ ወሲዶም ዝተረፈ ድማ ምስ ሓመድ ማይን ሓሸዋን ሓዊሶም ጣሚርካ ተዘርቲሮም እዮም። ካብዚ ሓሊፉ መሬቱ ሓሪስ ከየለሳልስ ዘርኢ ከይዘርእ ኸልኪሎም እዮም። እዚ ጥራሕ ኣይኮነን፣ ኣብ መላእ ትግራይ ዓለምለኻዊ ገበርቲ ሰናይ ትካላት ዘምፅእዎ ሓገዝ ናብ ህዝቢ ከይበፅሕ ብምኽልኻል ብጥሜት ክፀንት ፈቲኖም ኣይሰመረሎምን። ሕዚ ድማ ንልዕሊ ሓደ ሰሙን መንገዲ ብምዕፃው ናይ ኣየርን ምድርን ምንቅስቓስ ብምኽልኻል፣ ንግዳዊ ምንቅስቓስ ብምዕፃው ህዝቢ ትግራይ ክጠምን ክፀንትን እናሰርሑ ይርከቡ። ብተወሳኺ ድማ ካብ መቐለ፣ መኾንን፣ ማይጨውን ወፃኢ ኩለን ከተማታትን ገጠራትን ትግራይ ሙሉእ ብሙላእ ናይ ስልኪ ግልጋሎት ክቋረፅን ማሕበራዊ ርክብ ህዝብና ደው ክብልን እናገበሩ ይርከቡ። ኣብ ዝተፈላለዩ ከተማታትን ገጠራትን ትግራይ ድማ መብራህትን ማይን ብምዕፃው ህዝቢ ትግራይ ኣብ ተወሳኺ ከቢድ ፀገም ክኣቱ እናገበሩ ይርከቡ። ኣብዚ ዛዕባ እዚ ዘዘራረብናዮም ወሃብቲ ርኢቶተን ዝተቐየሩ ምንቅስቓስ ትራንስፖርት፣ ስልኪ፣ ኢንተርኔት፣ መብራህትን ማይን ካልኦት ግልጋሎታትን ብምዕፃው ህዝቢ ትግራይ ብጥይትን ብጥሜትን ናይ ምፅናት ተግባሮም ኣጠናኺሮም ከምዝቐፀሉሉን ሕዚ ድማ ኣብ ቀዳምን ሰንበትን ናይ ብርክት ዝበሉ ተጋሩ ንብረት ብፍላይ ተሽከርከርቲ ከም ኤፌሳር፣ ኣይሱዙ፣ ሲኖትራክን ካልኦት ዓበይቲ ተሽከርከርትን ግዳጅ ብዝብል ምኽንያት ይጉሕሉ ከምዘለዉ ሓቢሮም። ብኻልእ መዳይ ድማ ይብሉ እዞም ወሃብቲ ርእይቶ፣ ኣብ ዝሓለፈ ቀዳም ብሞተር ይኸይድ ዝነበረ መንእሰይ እቶም ወረርቲ ሓይልታት ኣብ ከባቢ ኣዋሽ ከምዝረሸንዎን ሬስኡ ንምውሳድ ድማ ነቶም ወለዱ ዓሰርተ ሓሙሽተ ሽሕ ብር ክኸፍል ከምዝገበርዎምን ዝሓበሩ እንትኾን ስለዚ እዞም ደመኛታት ምሕረት ከይገበሩ ንሬሳ ምውፅእ እኳ ክኸፍል ዝፈረዱ ኮነ ኢሎም ዘርኢ ትግራዋይ ካብ ምድረገፅ ዓለም ንምፅናት ዝተልዓሉ ብምዃኖም ተዋዲድና ቃልስና ብምሕያል ዕምሮም ክነሕጽሮ ክንገብር ይግባእ ክብሉ ሓቢሮም። ትግራይ ትስዕር፣ ሃለዋትናን ድሕንነትናን ዝቐልጥፍና ወኪል ድምጺ ኣረ ትግራይ ካብ ከተማ መቐለ።
ኣብ ወፍሪ ኣሉላ ኣባነጋ ጅግና ሰራዊት ትግራይ ኣብ ልዕሊ ሰራዊት ጉጅለ ፋሽስቲ ኣብይ ኣሕመድ ፍሉይ በርቃዊ መጥቃዕቲ ብምፍጻም ይድምስስ ከም ዘሎ ዘዘራረብናዮም ነበርቲ ጣብያ ጅራም ወረዳ ጭላ ኣበርገለ ገሊጾም ኣለዉ። ከም ርኢቶ እቶም ነበርቲ ንቐፃሊ እውን ኣብ ጎኒ ሰራዊት ትግራይ ብምዃን ካብኣቶም ትፅቢት ዝግበር ነገር ኩሉ ንምፍፃም ድልዋት ምዃኖም ኣረጋጊፆም ኣለው። ምስቶም ነበርቲ ጅራ ፃንሒት ዝነበሮ መሳርሕትና ተወልደብርሃን ሰለሞን እዚ ዝስዕብ ፀብፃብ ኣዳሊልና ኣሎ።
ወይዘሮ ሓበስ መስፍን ይበሃላ። ኣብ ኣጉሸት ሸውዓተ ትርጉም ወረዳ ጭላ ኣበርገለ እየን ዝነብራ። ኣብ ወፍሪ ኣሉላ ኣባነጋ ሓይልት ሰራዊት ትግራይ ኣብ ልዕሊ ሰራዊት ፋሽስት ኣብይ ኣሕመድ በርቃዊ መጥቃዕቲ እንትፍፅም እኽለ ማይ ይቐብላ ነይረን። ኣብቲ ዓውደ ውግእ ጅግና ሰራዊት ትግራይ ከም ኮኾብ እናተወርወረ ፀላእቱ እንትድምስስን እንትማርኽን ንውሉድ ወለዶ ዝሓልፍ ዘሕብን ታሪኽ ይሰርሕ ከምዘሎ እየን ዝዛረባ።

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ ዝሕግም ኣብ ነሰግሮ ብብልሓት ነሰግሮ ብዓቕሊ
ሓረስቶት ትግራይ ብፀላእትና ዘበፅሖም በደል ሓሊፉ ንሰራዊት ትግራይ ንምርኣይ ብምብቅዖም ኣዝዩ ከም ዘሐጎሶም ተዛሪቦም ኣለዉ። ሕዚ እውን ዝርዝርና ካብ ሓራ መሬት ከም ዝስዕብ ክቐርብ እዩ። ባዕዳዊ ወራሪ ሰራዊት ኢሳያስ ኣፈወርቅን ውልቀ መላኺ ኣብይ ኣሕመድን ንዝሓለፉ ሸሞንተ ኣዋርሕ ዋላ እኳ ዝተፈላለዩ ግፍዕታት እንተፈፀምሎም ካብ ፀላኢ ተናጊፎም ምስ ሰራዊት ትግራይ ምርኻቦም ከምዘሐጎሶም ሓረስቶት ትግራይ ገሊፆም። ሰራዊት ትግራይ ሕምየትን ሰወስዐን ህዝቡ ንምፍዳይ ይወስዶም ኣብ ዘሎ በርቃዊ መጥቃዕትታት ሰራዊት ፀላኢ ምዉትን ቁስልን እንዳኾነ ብርክት ዝበሉ ከበድቲ ናውቲ ኲናት እንዳማረኸ ኣዝዩ ሰፊሕ ሓራ መሬት ትግራይ ብምፍጣሩ ሓረስቶት መሬቶም ክሓርሱን ብዝራእቲ ክሽፍኑን ዕድል ረኺቦም ከም ዘለዉ እዮም ዝዛረቡ። ሓረስታይ ክንደያ ኣብ መገዛእ መሬቶም እንዳሃለዉ ሰራዊት ባዕዳዊ ወራሪ ኢሳያስ ኣፈወርቂ ናብ ቁሸቶም ኣትዩ ንብረቶምን ጥሪቶምን ከም ዝዘረፎምን ህይወቶም ሓደጋ ሞት ኣንጸላልይዎ ከም ዝነበረን ይገልጹ። ኸዚ ኣነ

ሀዚ ደስ ኢሉና እንድያም ኣይተሐረሰ ሐጊ ነይሩ ሀዚ ተናብቂዕና ግን ሐሪስና ዘርኢ ጀሚረ ኣነ ሐሪሰ እየ መኣልቲ ሀዚ ሻዕብያ እናሀለወ ንሐርስ ኢና ከምቲ ሐሲቦም ትፈልጡ ነይሩ። ዋይ ሓበል መጸ የለይ ሱር ላም ንሓርስ ዝበሃል የነበረን ናይ ቀልቢ ብሱር ማዕዝ ንሓረስ ንሓርስ ላብ ዘር ንበጽሕ ሓሰብናዮ ብሱር ስቁኢሉ እቲ ጸገምስ በቃ ስቁኢሉ ጥቕልል ኢሉ ጸገም ይመጽእ መሲልና ሐዚ ግን ደስ ኢልና በቃ ብጣዕሚ ስቁልና ላብ ዘርና ሰነና ኣቲና ኢና ኢሉ። ሰራዊት ህዝቢ የመዝግቦም ዘሎ ዓበይቲ ዓወታት፣ ደመኛታት ፀላእቲ ህዝቢ ትግራይ ካብ ምድምሳስ ሓሊፉ ኣብ ሓራ መሬት ዝነብር ህዝብና ናብ ልሙዕ ህይወቱን ናብርኡን ክምለስ ምጅማሩ እዮም እቶም ሓረስቶት ገሊፆምልና። ሓለዋትናን ድሕንነትናን ብቕልፅምና! ትግራይ ትስዕር! ወኪል ድምፂ ወያነ ትግራይ ካብ ሓራ መሬት ትግራይ።
ፋሽስቲ ኣብይ ኣሕመድ ዘራ ኣፀዊዑ ናብ ትግራይ ዘኽተቶ ሓይሊ ሰራዊት ሽትኡ ምፅናት ዓሌት ህዝቢ ትግራይ ምዃኑ ዝፍለጥ እዩ። ካብ ዝተማረኹ ወተሃደራዊ መኮንን መበል ዓሰርተ ሓደ ኣጋር ክፍለ ሰራዊት ዝተረኸበ ሰነድ ተደሪኹ ተወሳኺ ፀብፃብ መሳርሕትና ኣወጣሃኝ ብርሃነ እዚ ዝስዕብ ፀብፃብ ኣዳልዩልና ኣሎ። ብወፍሪ ኣሉላ ኣባነጋ ካብ ዝተማረኹ ወታደራዊ መኮንናት መበል ዓሰርተ ሓደ ኣጋር ክፍለ ሰራዊት ዝተረኽበ ሰነድ ከም ዘመላኽቶ፣ ተጋሩ ኣባላት እቲ ክፍለ ሰራዊት ብመንነቶም ጥራሕ ንዕቤት ከም ዘይምልመሉ ዘቃልዐ እንትኾን፣ እቲ ካልኣይ ድማ ኣባላት እቲ ክፍለ ሰራዊት ኣብ ትግራይ ቅትለት ሰላማውያን ሰባት፣ ስርቅን ዓመፅን ከም ዝፈፀሙ ብዝርዝር የቕምጥ። ኣብቲ ንኣብ ትግራይ ዝተዋፈረ ኣካል እዝ ደቡብ ዝኾነ መበል ዓሰርተ ሓደ ኣጋር ክፍለ ሰራዊት ዝነበሮ ኣፈፃፅማ ልኡኽቶ ዝግምግም ቃለ ጉባኤ ሰለስተ ሚእትን ሓሙሽተን ላዕለዎት መኮንናት፣ መስመራዊ መኮንናትን ታሕተዎት ሓለፍትን ከምዝተረኽቡ ብምግላፅ፣ ኣባላት እቲ ክፍለ ሰራዊት ንህፃናትን ኣቕሽትን ሓዊሱ ሰብ ፀጋ ዕድመ ሓረስቶትን መናእሰይን ብምቕታሎም ህዝቢ ኣብ ጎኒ ሰራዊት ትግራይ ከምዝተሰለፈ የመላኽት።
የትግራይ ገበሬ፣ ወጣት፣ ኣሮጊት፣ ሽማግሌና ህፃናት ሳይቀር ጁንታ በሚል ኣገላለፅ በመፈረጅ

የገበረ ቤት በመስበር የእለት ጉርሱ የሚያበስልበትን ምጣዱን ሰብረዋል። ፍየሉን፣ በጉን፣ በሬውን ኣርዶ በልተዋል። ኣባላት እቲ ክፍለ ሰራዊት ሞባይል፣ ገንዘብን ንብረትን ኣባይቲ ውልቀሰባትን መንግስትን ከምዝሰረቑ ዘቕምጥ እቲ ገምጋም፣ ንብረት ሱር ኮንስትራክሽን፣ ንመስርሒ ገዛ ፍሉይ ሓይሊ ኣምሓራ ተባሂሉ ብኮነሬል ብርሃኑ ኣዱኛን ሌተናል ኮነሬል ፀጋሁን ጎሽን ከምዝተሰርቀን ምስ ኤርትራ ተሓናፊጾም ዝዋግኡ ዝነበሩ ብርጌድ ወሃብቲ ድጋፍ እቲ ክፍለ ሰራዊት ካብ ሓደ ጨንፈር ባንኪ ንግዲ ኢትዮጵያ ጥራሕ ሓደ ነጥቢ ሰለስተ ሚልዮን ብር ምኽታሮም ከም ኣብነት የቕምጥ። የኢትዮጵያ ንግድ ባንክ ቅርንጫፍ የሆነን ከኤርትራ ጠላትን እየተዋጋ የመጣው የድጋፍ ሰጪ ብርጌድ ባንክ ቤትን ሰብሮ ገንዘብ በመከፋፈል በተደረገ ማጣራትና ቁጥጥር

በኣበርገለ ፖሊስ ተይዞ ጉዳዩ እየተጣራ የሚገኝ ነው። ሓለቓ ዓሰርተ ኣሸናፊ ንዝተባህለ ኣባል ብዛዕባ ጅግንነት ሰራዊት ትግራይ ይዛረብ እዩ። ንመንግስቲ የፅላእልእን ኣባላት ከስልሙ የለዓዕልን እዩ ብዝብል ጥሕሰት ስነ-ምግባር ገምጊሙ ገበነኛ ዝበለ እቲ ቃለ ጉባኤ፣ ሰራዊት ትግራይ ካብ እዋን ናብ እዋን ይጠናኸር ከምዘሎን ኣብ ዕዳጋ ሓሙስ ጉያ ንሞት ምክትል ኣዛዚ እቲ ክፍለ ሰራዊት ሓዊሱ ዝለዓለ ክሳራ ከምዘብፀሐሎምን ይግምግም። ካሊእ ካብቶም ዝተማረኹ መኮንናት ዝተረኽበ ሰነድ ኣብ ዝሓለፈ ዓመት ወርሒ ግንቦት ዝተፃሕፈ እንትኸውን ኣብቲ ብፌርማ ምክትል ኣዛዚ ንኣገልግሎት ሰብ ሃፍቲ መበል ዓሰርተ ሓደ ክፍለ ሰራዊት ኮነሬል ሑሴን ኣስረስ ንእዝ ደቡብ ዝተፃሕፈ ደብዳበ ዓሰርተ ኣርባዕተ ተጋሩ ብሰንኪ መንነቶም ጥራሕ ንዕብየት ከምዘይተመልመሉ የመላኽት። ፋሽስት ኣብይ ኣሕመድን ወራሪ ሰራዊት ኢሳያስ ኣፈወርቅን ኣብ ትግራይ ዓለም ለኻዊ ትካላት ሰብኣዊ መሰል ዝምስክርሉ ዘለዉ ምፅናት ዓሌት ዝፍፅሙ ዘለዉ ኮይኖም ተጋሩ ኣባላት ሰራዊት ምክልኻል ሃገር ነበር ብሰንኪ መንነቶም ጥራሕ ብርክት ዝበሉ ዝተቐተሉን ኣካሎም ዝጎደሉን ኮይኑ ብኣሽሓት ድማ ብዘይ ምንም ገበንን ክስን ኣብ ኣብያተ ማእሰርቲ ተዳጒኖም ይርከቡ።

ብቕልፅምና
ፈፀምና ዘይጠወ ዘይጥወ ብሓይሊ መንገዲ እንትሕግር ኣብ ነሰግሮ ብብልሃት ነሰግሮ ብዓቕሊ
ናብ ካልኦት ዜናታትና ክንሰግር ፋሽስቲ ኣብዪ ኣሕመድ ኣብ ቶጎጋ ኣብ ልዕሊ ሰላማውያን ሰባት ብዝፈጸሞ ደብዳብ ነፋሪት እቲ ከባቢ ናብ ምድራዊ ሲኦል ተቐይሩ ከም ዝነበረ ተገሊጹ ኣሎ ኣብ ቶጎጋ ወናኒ ካፌ ዝኾነ ማእረግ ዝተብሃለ ወገን ኣብ ውሽጢ ትካሉ ብዙሓት ዓማዊል እናተኣናገደ ከሎ እቲ ደብዳብ ነፋሪት ከምዝተፈፀመ ምስ ገለፀ ድሕሪ እቲ ደብዳብ ዝኾነ ኩሉ ምፀተ ኣለም ከምዝመስል ተዛሪቡ። ኩሉ ነገር ብፀሊም ትኪ ተሸፊኑ ልክዕ ሲኦል ይመስል ነይሩ ደም ከም ውሕጅ እዩ ፈሲሱ ድሕሪ ምባል ኣብቱ ናቱ ካፌ ጥራሕ ሸውዓተ ሰላማውያን ሰባት ከምዝተቐተሉ ሰላሳ ዝኾኑ ድማ ከም ዝቖሰሉን ኣብ ደገ ድማ ሬሳታት ተበታቲኑ ከም ዝረኣየን ገሊጹ'ሎ። ንባዕሉ ድማ ኣብ ርእሱ ከም ዝተወቕዐም ንኣሶሼትድ ፕሬስ ብምጽራሕ The Telegraph ጸብጺቡ'ሎ። ወተሃደራት ፋሽስቲ ኣብይ ኣሕመድ ሰብ ሞያ ሕክምናን ኣምቡላንስ መካይንን ናብ ቶጎጋ ከይሓልፋ ከም ዝኸልከሉ፣ በዚ ዝተልዓለ ድማ ብዙሓት ወገናት ህይወቶም ከም ዝሓለፈን መብዛሕትኦም ግዳያት ድማ ኣዴታትን ህጻናትን ከም ዝኾኑን እቲ ዜና ኣመልኪቱ'ሎ። ልኡል ዝተብሃሉ ሓደ ሓረስታይ ክዳን ክዕድጉ ናብ ዕዳጋ ቶጎጋ ከም ዝኸዱን ኣብቲ ስፍራ ዋላ ሓደ ዕጡቕ ከም ዘይነበረን ምስ ገለጹ፣ በቲ ደብዳብ ነፋሪት እቲ ከባቢ ከም ዝተንቀጥቀጠ፣ ንሶም እውን እግሮም በቲ መጥቃዕቲ ከም ዝተወቕዑን ሬሳ ስልሳ ዝኹኑ ሰባት ከም ዝረኣዩን ሓቢሮም እዮም። ኣብ ቶጎጋ ዝቖሰሉ ወገናት ጽዒነን ናብ መቐለ ኣምሪሐን ዝነበራ ኣርባዕተ ኣምቡላንሳት ወተሃደራት ፋሽስቲ ኣብይ ምሕላፍ ከም ዝኸልከላ ዝገለጹ ዮውሃንስ ዝተብሃሉ ግዳይ ብሰንኪ'ዚ ሓደ ሰብ ከም ዝሞተን ገሊጾም ኣለዉ። በቲ ደብዳብ ነፋሪት ዝቖሰሉ ሽዱሽተ ወገናት ድማ መቐለ ምስ በጽሑ በቶም ወተሃደራት ከም ዝተኣሰሩ እቲ ዜና ወሲኹ ኣመልኪቱ ኣሎ። ኣብ ትግራይ ክሳብ ትሽዓንተ ሚእቲ ሽሕ ዝኾኑ ወገናት ንጥሜት ከም ዝተቓልዑ ተገሊጹ። ሓለፊት ትካለ ተራድኦ ንዓለም ለኸ ልምዓት ኣሜሪካ ሰማንታ ፓወር ከም ዝበልኦም ኣብዚ ሕዚ እዋን ኣብ ትግራይ ንጥሜት ተቓሊዖም ኣለዉ። እዚ ኣብ ትግራይ ተኸሲቱ ዘሎ ሓደጋ ጥሜት ኣብ ዓለምና ዝኸፈኣ ጥሜት ከምዝኾነን ብሚልዮናት ዝቑፀሩ ካልኦት ተጋሩ ድማ ኣብ ሓደጋ ከምዝርከቡን እቲ ኩነታት ኣብ ዝቕፅሉ ሒደት ኣዋርሕ ከምዝጋደድን ሎስ ኣንጀለስ ታይምስ ፀብፂቡ ኣሎ። ኣብ ትግራይ ተራእዩ ዘሎ ጥሜት ሰብ ስራሕ ከምዝኾነን ብሰንኪ ፋሽስቲ ኣብይን ውልቀ መላኺ ኢሳያስ ኣፈወርቅን ከምዝተኸሰተን ዝሓበረ ዜና ወተሃደራት ክልቲኦም ፋሽስታውያን መራሕቲ ቀለብ ህዝቢ ትግራይ ከምዝዘመቱን ከምዘቃፀሉን ሕዚ ድማ ሓረስታይ ትግራይ መሬቱ ከይሓርስ ከምዝኸልከሉን ኣቃሊዑ። ፋሽስቲ ኣብይ ኣሕመድ ኣብ ትግራይ ጥሜት ዝበሃል የለን ከምዝበለን ኣብ ሓራ መሬት ንዘሎ ህዝቢ ድማ ሰብኣዊ ሓገዝ ክወሃብ ኣይፈቅድን ኢሉ ከምዝተዛረበን ሎስ ኣንጀለስ ታይምስ ሓቢሩ። ብወተሃደራት ፋሽስቲ ኣብይ ኣሕመድ ብግፍዒ ዝተረሸኑ ነበርቲ ማሕበረ ዴጎ ንቡር ስነ ስርዓት ቀብሪ ተገይሩሎም ኣሎ። እዞም ወገናት ቅድሚ ሒደት ኣዋርሕ ብወተሃደራት ፋሽስቲ ኣብይ ኣሕመድ ብሕሱም ግፍዒ ከም ዝተረሸኑን ኣብዚ ቕኒ ድማ ኣዕፅምቶም ተኣኪቡ ከም ንቡር ከም ዝተቐበሩ ቴሌቪዥን ሲኤንኤን ሓቢሩ ኣሎ። ኣብ ማሕበረ ዲዮጎ ዓሪዶም ዝነበሩ ወተሃደራት ፀላኢ ኣብቲ ዝሓለፈ ሰሙን ካብቲ ከባቢ ስለ ዝለገሱ ስድራ እቶም ግዳያት ነቲ ቀብሪ ከም ዝፈፀሙን በዚ ድማ ሩፍታ ከም ዝረኸቡን እቲ ፀብፃብ ኣፍሊጡ ኣሎ። ስድራ እዞም ብግፍዒ ዝተረሸኑ ወገናት ስነ ስርዓት ቀብሪ ፍትዋት ኣዝማዶም ይፍፅሙሎም ኣብ ዝነበሩ ሰዓት ወተሃደራት ፀላኢ ኣብ ኣኽሱም ኮይኖም ብኸቢድ ብረት ነቲ ከባቢ ምድብዳብ ምስ ጀመሩ ግና ንሳቶም ድማ ነቲ ቀብሪ ኣሞንጊዮም ክሃድሙ ከም ዝተገደዱ ሲኤንኤን ኣመልኪቱ ኣሎ። ብድሕሪ እዚ እቶም ወገናት ምሸት ተራኺቦም ነቲ ኣብ መንጎኦም ዝገደፍዎ ስነ ስርዓት ቀብሪ ከም ዝዛዘምዎ እውን እቲ ዜና ወሲኹ ሓቢሩ ኣሎ። ኣሉላ ዝተብሃለ ወዲ ዕስራን ሰለስተን ዓመት መንእሰይ ሓደ ካብቶም ብግፍዒ ዝተረሸኑ ወገናት ከም ዝኾነ ሓዉ ድማ መለለዪ ካርድ ኣሉላ ምስቲ ተኣርዩ ዝወፀ ኣዕፅምቲ ከም ዝረኸበን እቲ ዜና ገሊፁ ኣሎ። ቅድሚ ሕዚ ኣሉላ እንትርሸን ሓዉ ኣብ ወርሒ ሚያዝያ ብቴሌቪዥን ሪኡ ከም ዘለለዮም ሽዑ ድማ ምሒር ሓዘኑ ከም ዝገለጸን እቲ ዜና ኣዘኻኺሩ። ኣብ መወዳእታ ፋሽስቲ ኣብይ ኣሕመድ ኣብቲ ዝሓለፈ ሰሙን ኣካይደዮ እየ ዝበሎ መረጻ ነፃን ሚዛናዊን ከም ዘይነበረ መንግስቲ ኣሜሪካ ኣፍሊጡ ኣሎ። እቲ ፋሽስቲ ኣብይ ኣብ ዝሓለፈ ሰሉስ ኣሳሊጠዮ እየ ዝበሎ መረፃ ብዙሓት ተቃወምቲ ውድባት ኣብ ዝነፀግሉ፣ ቀንዲ ቀንዲ መራሕቲ ተቃወምቲ ፖለቲካውያን ውድባት ኣብ ዝኣሰረሉን ኣብ ዝተፈላለዩ ከባብታት ኢትዮጵያ ውግእን ግርጭትን ኣብ ዝካየደሉን እዋን ከምዝተኻየደ ሚኒስትር ጉዳያት ወፃኢ ኣሜሪካ ምስ ሓበረ ከይዲ እቲ መረፃ ድማ ነፃን ሚዛናውን ከምዘይነበረ ኣመልኪቱ ኣሎ። ሕዚ ኢትዮጵያ ዘድልያ ሃገራዊ ዘተን ሓቋፊ ፖለቲካዊ መስርሕን ከምዝኾነ ድማ እቲ ሚኒስተር ኣብ ዘውጽኦ መግለጺ ኣፍሊጡ ኣሎ። ብዘይካዚ እቲ መግለጺ ሰብኣዊ ሓገዝ ናብ ዝተጸገሙ ወገናት ብዘይገደብ ንኽቐርብ፣ ኣብ ትግራይ ዝተፈጸሙ ግፍዕታት ብግልጺ ክጻረዩን ዕሱብ ባዕዳዊ ሰራዊት ውልቀመላኺ ኢሳያስ ኣፍወርቂ ድማ ካብ ትግራይ ንኽወጽእን ከምዘተሓሳሰበ ሚኒስትር ጉዳያት ወጻኢ ኣሜሪካ ዝዘርግሖ ጸብጻብ የመልክት። እምበኣርከ ዝኸበርኩም ተመልከትትና ንሎሚ ዝሓዝናልኩም ዜናታት ንሕና እውን ኣብዚ ዛዚምና ኣለና። ብኻልኦት ተመሳሰልቲ ዛዕባታት መሊስና ክንጋነ ኢና። ክሳብ ሽዑ ሰላም። ሃለዋትናን ድሕንነትናን ብቕልጽምና! ትግራይ ትስዕር!